ሰላም ሰላም ከመይ እኒኹም ደሓን ዲኹም ኣነ እግዚኣብሔር ይመስገን ደሓን እየ እና ሎማዓንቲ ከቕርበልኩም ከውግዐኩም ምሸት ተጸበይኑ ዝበልኹኩም ነገር ንእሽተይ ማለት ከፍቶም ናትና ኣብ ውሽጢ ሓራ መሬት ኢሎም ከይዶም ዘለዉ ወይ ድማ ሸፋቱ ሸፊቶም ዘለዉ ኣብቲ ውሽጦም ዘለዉ ናትና መሓውር ኣብቲ ኣኼባ ውሽጢ ኮፍ ኢሎም ተኸታቲሎም ለኣና ልሰደዱልና ኢንፎርሜሽን ብግልፂ ማለት ብግልፂ ከንዶ ኣየ ማለት እዩ ሓንቲ ነገር ሓንቲ ነጥብ ተወሰኩ ማለት እዩ ሓቂ ታለላ ማለት እዩ ታልተባሃለ ፍታ ግዛዕና ከንዶ ኣየ ብግልፂ ማለት እዩ እና ኣብ ዓፋር ዝሸፈትና ተጋሩ ኣብ ውሽጥና ዘይምርዳእ ተፈጢሩ ኣሎ ብስሩ መእሰሩ እዩ ማለት እዩ ዘይምርድዳእ ተፈጢሩ ኣሎ ልብል ሙሉእ ሓሳብ ኣለዎ። ብዕለት ዕስራ ዓሰርተ ክልተ ሽሕ ዓሰርተ ሸሞንተ ኣብ ዝነበረ ገምጋም ኣብ ልዕሊ ሰለስተ ሰባት ተወለድቲ ራያ ዘተኮረ ገምጋም ነይሩ ይብል። ገምጋም ነይሩ እዞም ሰለስተ መን እዮም? ሓደ ንጉስ ገብረጨርቆስ ግንባር ክልተ ኣዚያ እንያ ንጉስ ገብረጨርቆስ ግንባር ክልተ ካልኣይ በርሀ ባራኺ ምኽትል ወደንጥሩ ሳልሳይ ኣብ ገብረገርግስ እንዳይ ኣዛዚ ግንባር ሓደ ኣውዚኦም ሰለስቲኦም ዘተኮረ እንትኾን ንጉስ ንምንታይ ንኒ ጉዕሽ ኣይንቕበልን ትብል ዝብል ገምጋም ተገምጊሙ ልጉዕሽስ ኣይቕበሎይ ኢልካ ኢኻ ልብል ገምጋም እዩ ተገምጊሙ ንጉሰ ቦይ ማለት እዩ ምክንያቱ ንጉስ ኣቦይ ከም ዝፍለጥ ቅድሚ ሕዚ እውን ዝሰርሓ ቪድዮ ነይራ ማንም ማንም ይምፃእ ኣነ ናይ ባዕለይ ሰራዊት ሃኒፀ እኒኹ ድሕረይ መፅኡ ንዓይ ከፍርሰኒ ይምፃእ እስኪ ክሪኦ ልብል ቪድዮ ሰሪሑ ነይሩ እዩ ተስታውስዎ ተኮይንኩም ማለት እዩ ስለዚ ምስዚኣ ተተሓሓዘት ነገር እያ እዚኣ እውን ንምንታይ ኣይንቕበልን ትብል ዝብል ገምጋም ተገምጊሙ እና ንጉስ ገብረ ጨርቆስ ማለት እዩ ገብረ ገርግስ ዕንዳይ እውን እንታይ ኢሎሞ ሓድሽ ኣወዳድባ ንግበር ኢልካ ለዓዒልካ ኢኻ ኢሎም ገብረ ገርግስ ዕንዳይ እውን እዚኣ መገምገሚቱ እታ መገምገሚት መገምገሚት ነጥቢ ሓዝዋ ልንጉሶ ኣቦይ ልሊ ጉዕሽ ልምንታይ ኣይተቀበልካዮምን ዝዓይነቱ ምክንያቱ ሪፕሌስ ክገብርዎ ደልዮም ነይሮም እዮም በቲ ናይቲ ናይ ንጉስ ኣቦይ ቦታ ንካልኦት ክትክእዎ ዝደለየሉ ኩነታት ነይሩ ልገብረ ገርግስ ዕንዳይ ከዓ ሓድሽ ኣወዳድባ ንግበር ልብል ሕቶ ንምንታይ ተቅርብ እዚ መፍረሲ እዩ ልብል እዩ መገምገምነቱ በረበራ ክውን ስልጣን ትሃርፍ ኢኻ እታ መገምገሚት ነጥብና በረበራ ከዓ ስልጣን ትሃርፍ ኢኻ ዝተባሃሉ እንትኾኑ ብጥቕልሉ ግን ቃልሲ ናብ ከባቢያውነት ኣይተምፅዎ ኣወዳድባና እውን ካብ ኩሉ ከባቢ ትግራይ ዝተሰለፈ ክኸውን ኣለዎ ስለዚ ስርዓት ግበሩ ሰራዊት ኣይትበትኑና ዝብል መፈራርሒ ካብቲ ላዕለዋይ ናይ እቱ ሓራ መሬት ተባሂሉ ናይ ሸፋቱ ሓላፊ ኮይኑ ወደንጥሩ መፈራርሒ ሓዊሱ ከምዚኣ ኢልዎም ኣለዉ ንሰለስቲኦም ማለት እዩ ንገብረ ገርግስ እንዳይ ንበረባራኽና ንንጉሶ ቦይ ከማ ገይሩ መፈራርሒ ገይርሎም ኣሎ ይብሉ መፈራርሒ ተነጊዎም ኣሎ መረጃ ናይቲ ሴንትራል እና ናይ ግንባር ብሓባር ብምዃን ኣርማ ኣርባዕተ ኦፕሬሽን ክንገብር ኢና ብምባል ፅንዓት ይገብሩ ኣለዉ እዚ እውን ሓደ ኢንፎርሜሽን እዩ ስለዚ ኣርማ ኣርብዓ ኣርባዕተይስ ኦፕሬሽን ንገብር ኣይና ኢሎም ፅንዓት ወዲኦም እዚኣ ክሰርሑ ተዘጋጅዮም እኒው እሳቶም ማለት እዩ ሸፈና ሰው ኮይና ሰው ኣፋንያ ኢሎም ሸፈና ትበሃል ነራ ሓንቲ ሓፃርሲ ሰው ከፋን ኢላ ቀደም እዩ ከምኡ ባኔርቱ ምስላ ናማጨው ምስላ ኢልና ስለዚስ እሳ ዓቕሚ ረኺባ ያው ኣርማ ኣርባዓ ኣርባዕተ ኦፕሬሽን ክገብር ንግበር ዝብል ንቶም ቆልዑ ከውልዕዎም እዩ እምበር ካልእ ኣይኮነን እቶም ከምኡ ኢሎም ልለኽዎም ቆልዑ ደቆም ስለዘይኮኑ ህፃውንቲ ቆልዑት ክውልዑ ከምኡ ዓይነት ዝግጅት ይገብሩ ኣለዉ ምዃኖም ማለት እዩ ኣርማ ኣርባዓ ኣርባዕተ እዛ ኦፕሬሽን እዚኣ ከዓ ጉዕሽ ገብረ ልመርሓ እዩ እዛ ናርባዓ ኣርባዕተ ኦፕሬሽንስ ልመንያ ተዋሂዋቶና እስካ እዚ ንእሽተ ውፅኢት ዘለዎ ስራሕ ይስራሕካ እዚኣ ስራሕ ተዋሂሉ ልመን ተዋሂዎ ኔሉ ኣርማ ኣርባዓ ኣርባዕተ ኦፕሬሽን ንምግባር ጉዕሽ ገብረ እያ ተዋሂዋቶኒያ እዛ መደብ እዚኣ እዩ ዝብል ሓበሬታ ምዛ ኦፕሬሽን እዚኣ ዝተመደቡ ሰባት እዚኣ ኣርባዓ ኣርባዕተ ኦፕሬሽን ንምግባር ዝተመደቡ ሰባት መረጃ ናይቲ ሴንትራል ኣማኒኤል ወልደ ገብርኤል ምክትል ናይ ጉዕሽ ኮይኑ ክኸይድ ናብታ ኦፕሬሽን ማለት እዩ ተካ ዝበሃል ወዲ መቐለ ናይ ሰብለ ድሕንነት እዩ ልብል ወረዲ እዚ እኳ ይፈልጦ ይተካ ዝበሃል ናይ ወዲ መቐለ እዩ ዝበሃል ናይ ሰብለ ድሕንነት ኢልዎ ኖ ኣሌክስ ዝበሃል ናይ ሲቪል ድሕንነት ይርከብዎም ኢሎም እዚኦም እዮም እቶም መሓውር ኣብ መንጎ ኣብ ጉዕሽ እግሪ ኮይኖም ነዛ ጨዋታ እዚኣ ክጫወቱ ሓስዮም ዘለዉ ሰባት ማለት እዩ ኣብቲ እግረኛ ሰራዊት ንግዳይ ተባሂሉ ናይ ዓሰርተ ሓሙሽተ መዓልቲ ደረቕ ራሽን ዝተዋህቦም እዩ ተዋሂቦም እዮም ንዓሰርተ ሓሙሽተ መዓልቲ ልኾን ናይ ደረቕ ራሽን ተዋሂቦም እዮም እዘን ዓሰር ንዓሰርተ ሓሙሽተ መዓልቲ ተባሂለን ዝተዋህባ ራሽን ደዓ እቲ ሰራዊት ሸይጡ በሊዕዎን እዩ ዘን እስካትላ ኣብ ዓፋር ይሽየጣ እየን ብንእሽተይ ጉርሽ ዘን ብስኩት ግዛዕ ትሸጠሎም ትኾን እና ሸይጦምዎ እኒው ንዓሰርተ ሓሙሽተ ኢሎም ቀዲሞም እንዲዮም ሂቦምዎም እኒው ዘን ንዓሰርተ ሓሙሽተ ራሽን ሸይጦም በሊዖምዎ እዩ ይበሃል እስካብ ሕዚ ምክንያቱ ቀዲሙ እዩ ክኸውን ከዚ ዝኾነ ግዳጅ ክትቐርብ ከለካ ዳይሬክትሊ ዝወሃብካ ሰብ ቀዲሞም ሓዝወን እዚአን ስራሕቲ እኒኦኹም ኣቕምጥወን ተባሂሉ ግን ሸይጦም ወዲኦምዎ እዩ እዩ ልብል መረጃ ካብኡ ንምንታይ ትሸጥዎ ብዝብል ምስ መራሕቶም ሓያል ፍሕፍሕ ፈጥሮም ኣለዉ ከዚ እዘን ራሽን ንምንታይ ትሸጥወን ኢሎም ቀውጢ ገይሮሞ የብልናይ ወዲእና የንበረ ንምንታይ ግዛ ኢሎም እዚ ፍሕፍሕ ተፈጢሩ ነይሮም ማለት ፍሕፍሕ ተፈጢሩ ኣሎ ንባዕልኹም ሚእቲ ሰብዓ ሽሕ ቅርሺ ወርሓዊ እናበላዕኹም ሲ ሚእቲ ሰብዓ ሽሕ ቅርሺ እናበላዕኹም ንሕና ኮሸሮ ስለ ዝሸጥና እንታይ ገበሩ ትብሉና ኢሎምዎም እቶም ዝሸጡ እቶም ኦፕሬሽን ክትገብሩ እዚ ኢሎም ተዋሂቦም ዘሎ ኣካላት ንስኻትኩም ሚእቲ ሰብዓ ሽሕ ወርሓዊ እናወሰድኹም ሲ ንሕና እዛ ለይተጠቀም ብስኩቲ ስቃጥላይ ስለ ዝሸጥናስ እንታይ ጎበሮ ትብሉና ኣለኹም ኢሎሞም ኣለዉ ማለት እዩ ሓቆም እዮም ሓንቲ ስካ ጥላሸይጥካ ረእዎ እዚ እዚ ለዕበደና ኣነ ቱ ኣዲስ ኣበባ ለሎ ክፈለሉ ሚእቲ ሰብዓይ ሽሕ ብወርሒ ቱ ታሕቲ ለሎ ብላዕሞ ሙት እዩ እኒኦ ብላዕሞ ሙት ታስካ ጥላንካ እሞ ተዋጋ እዩ እኒኦና እሳቶም ግን ልቢ ገይሮም ሎሚ በቃ መድሃኒኣለም ግደውሩ ይሎም ልቦ ኣይነብርኮም ግደውሩ ይሎም ውሽጠ ልቦናኦም ግደውሩ ይሎምማ ዋእ ሃመ ጌርናስ ቃጥላላ ኣልዓናስ እዚኣ ሸይጥና እያ ሰኣን ልኾነ ወይ ሲጋራ ሱስ ይህልዮ ተሓደ ወይ ግዛዕ ወይ ልኾነ ነገር ኽዳን ቐዲዱ ይኸውን ንዓኣ ንምግዛእ ግዛዕ ጌርዋ ይኸውን ንስኹም ሰዓ ሽሕ ላበላዕኹምኣ ነዚኣ ሱረኤ ልምልጋ ወይ ግዛዕ ልምጋ ከምዚኣ ጌረስ ልምንታይ ትኹርዩለይ ልብል ፍሕፍሕ ተፈጢሩኒ እዩ ካብኡ መጨረሻ ኸዚ እንታይ ኢሎም ሎሚ ምንቅስቃሱ ምንቅስቃሱ ልሕብር ማለት እዩ እና ሎሚ ቃኝ ናይ ግንባር ሓሙሽተ ናብ ልሕቲ ዝበሃል ቦታ ኣንፈት ዓዲ ጉደም ተንቀሳቂሶም ኣለዉ ዝብል ኢንፎርሜሽን በፂሐኒ ኣሎ ማለት እዩ ስለዚ ሎሚ ቃኝ ናይ ግንባር ሓሙሽተ ናብ ልሕቲ ዝበሃል ቦታ ኣንፈት ዓዲ ጉደም ተንቀሳቂሶም ኣለዉ ዝብል ኢንፎርሜሽን በፂሐኒ ኣሎ ስለዚ እዚአን እየን ዘን ንፁራት ኢንፎርሜሽን እንታይ እየ ክብል ደልየ ኣነ የሕዋተይ ዝተሓስብዎ ንስኹም ብስኩት እናበልዓኹም እሶም ሚእቲ ሰብዓይ ሽሕ እናተኸፈሉ እንታይ ዓይነት ቃልሲ እዩ እንታይ ዝብልዎ ቃልሲ እዩ ንሳቶም እሽድዶሞ ዞም ይቃለሱ ንስኹም ኸ ልዘን ቡስኩት ክትብሉ፣ ልዘንስ ቃጥላ ክትብሉ፣ ስረኹም መልገቢ እኳ ለይሃቡኹም፣ ጫማ መልገቢ እኳ ለይሃቡኹም፣ እዚኣ እያ ዓቢዳትኒ ኣነ፣ እዚኣ እያ፣ እዞም ሰባኛ፣ እዞም ሰባት እዚኣቶም ጥቕመኛታት እዮም ልብል ኣለኹ ደጋጊመ፣ እዚኣ ስለ ልኾነት ኢና፣ እዛ ጽሑፍቲ እዚኣ ለምጻኻለይ፣ ቴንኪው፣ እታ ለውጻኻያ ወጻእታት ኩሉ ባዕለይ ክሽፍን እየ፣ ዝሃብካኒ ኢንፎርሜሽን ልህዝቢ ትግራይ ኢኻ ሂብካዮ፣ ምንም ማለት ኣይኮነይ፣ ህዝብኻ ከተድሕን እዩ፣ መሬትካ ከተድሕን ኢኻ ኸምዚ ጌርካ ኣብኡ ኮይንኻ መስዋእቲ ኸፊልኻ ትሰርሖ ኣለኻ ስራሕ ብህዝቢ ትግራይ ሓደ መዓልቲ ክትምስገን ኢኻ ኣነ እውን ሓደ መዓልቲ ብግልፂ ስምኻ ፀሪሐ ኣብዚ መፂእኻ ካሊእ ነገር ክገብር እየ እትገብሮ ዘለኻ ፃዕርታት ቴንክ ዩ ኣትመው ዘለኹም ኣሕዋት ግደፉ ኣየድልየኩምን ዝብል መልእኽቲ ንምትሕላፍ እዩ ሰላም ንህዝቢ ትግራይ ሰላም ነቱ ኣብ ሓራ መሬት ሽፍትነት ውሽጢ ኮይኑ ሰርሲሩ እዚ ኢንፎርሜሽን ንህዝቢ ትግራይ ከድሕን እየ ኢሉ ዝሰርሕ ዘሎ ኣብ ኣዲስ ኣበባ ኮነ ኣብ ሰመራ ኮነ ኣብ ኣምሓላ ኮነ ኣብ ሕድሕድ ግንባራት ኮነ ትሰርሕ ዘለኻ ኣንታ ንህዝቢ ትግራይ መስዋእት ክኸውን እየ ኢልካ ኣቲኻ ትሰርሕ ዘለኻ ኣካል ሰላም ንዓኻ ቻው።